ሓደ ወዲ የፍቅረካ እየ ምስ ዝበሃል ዝስምዖ ነገር ከም ዘየለ ትፈልጡ ዶ? ንሓደ ወዲ የፍቅረካ እየ፣ ይናፍቐካ እየ ከምዚ ኢኻ ዘይኮነ ዝርድኦ፣ ልቡ ክትንከፍ፣ ከኽብረና፣ ንኽሕግዘና፣ ናትኪ ራኢ ናቱ ራኢ ንኽኸውን፣ ንግስቲ ንኽገብረኪ፣ ቀዳመይቲ ንኽገብረኪ ዝደፍኦ የፍቅረካ እየ ዝብል ቃል ኣይኮነን። ናብዚ ቻነል እንቋዕ ብደሓን መጻኹም እንዳበልኩ፣ ኣብዚ ቻነል ሓደሽቲ እንተለኹም ሳብስክራይብ ክትገብሩ ነቲ በቢ ጊዜኡ ዝፍነወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቑዋ ኢኹም ሰናይ ምክትታል። እሞ ደኣ እንታይ እዩ የፍቅረካ እንዳበልክዮ ገዲፍኪ ክኸይድ ዝኽእል ወይ ድማ ብጣዕሚ ፍቕርኺ እንዳገለጽክሉ ምሳኺ ክነብር መደብ የብሉን ትርእይዮ ኢኺ ኣይግደስኒ። ኣወዳት ፍቅሪ ኣይርድኦምንዩ በቃ እንታይ ዓይነት ፍጥረት ምዃኖም ኣይርደኣንንዩ ኢኪ ትብሊ እቲ ምስጢር ልቡ ወይ ድማ ኣእምሩኡ ትከፍትሉ ቀንዲ ይፈትወካ እየ ዝብል ቃል ከምዘይኮነ እዩ ንስኪ ስለ ዝፈተኪ ጠራይ ኩልንትናኪ ከም ትህቢ ይገብረኪ ንክትፍቀሪ ክትብሊ ድማ ብዙሕ መስዋእቲ ኢኪ ትከፍሊ ነቲ ናቱ ፍቅሪ ንምድላይ ኢድኪ ንክትሓዚ ንክትሰዓሚ ይፈትወኪ እየ ንክትበሃሊ ዘይትኾንዮ ነገር የለን እሱ ግን ዋላ የፍቅረካ እየ በልዮ ከምቲ ናትኪ ስሚዒት ኣይስሞዖን እዩ ናይ ደቂ ተባዕትዮ ልብን ኣእምሮን መኽፈቲ ቀንዲ መፍትሕ ኣኽብሮትኪ እዩ እዚ ክንደይ ንኸውን ደቂ ኣንስትዮ ኢና ንርደኦ ብዙሓት ደቂ ኣንስትዮ ኣኽብሮት ክበሃል ከሎ ገዛእ ርእስኻ ምትሓት ይመስለን እዩ ግን ከምኡ እይኮነን ክብረት ወይ ኣኽብሮት ዝብል ቃል ምስ ነብስኻ ምትሓት ዝብል ወልሓንቲ ዘራኽብ የብሉን ኣኽብሮት ማለት ንሓደ ሰብ ክቡር ምዃኑ ምንጋር ማለት እዩ ሓፍ ተብልዮ ንስኺ ታሕቲ ስለ ዝኾንኪ ዘይኮነ ኣብ ሂወትኪ ብጣዕሚ ዋጋ ትህብዮ ሰብ ስለ ዝኾነ እዩ ካልእ ነገር ኣይኮነን ክቡር ዝኾነ ሂወትኪ ገዛእ ርእስኺ ዝሃብክዮ ሰብ ስለ ዝኾነ ሓፍ ተብልዮ ንዕኡ ልዕል ምባል ናትኪ ልዕልና ገዛእ ርእስኺ ምኽባርን እዩ ዘርኢ። ማንም ሰብ ንዝንዕቆ ሰብ ገዛእ ርእሱ ኣይህብን እዩ። ኣፍቃሪኺ ወይ በዓል ቤትኪ ልቡ ዝሰብር ነገር እንታይ ምዃኑ ትፈልጢ ዶ? ኣብ ህይወትኪ ካብ ካልኦት ኣብሊጽኪ ንኻልኦት ሰባት ከተኽብሪ ከለኺ ምስ ዝርኢ እዩ ንዕኡ ቦታ ከም ዘይብልክን ካብ ኩሉ ሰብ ንዕኡ ኣትሒትኪ ከም ትርእይዮ ኮይኑ እዩ ዝስምዖ እዚ ድማ ብዓል ቤትኪ ከይከውን ክገብሮ ይኽእል እዩ ገዛእ ርእሳ ተኽብር ገዛእ ርእሳ ትፈቱ ብብዓል ቤታ በፍቃሪኣ ክትክበርን ክትፍቀርን ትደሊ ጓል ኩሉ ግዜ ንብዓል ቤታ ተኽብር እያ ንኻልኦት ብትሕትና ብኽብሪ ሰላም ክትብሊ ንዑ ድማ ምዝንጣል ተኮይኑ ስራሕኪ ተጋጊኪ ኣለኺ እዚ ኩሉ ክብሪ መጀመርያ ንበዓል ቤትኪ ክትህቢ ዝግባእ ንካልኦት ሰባት ኣይተክብሪ ኣይኮንኩን ዝብል ዘለኩ ግን መጀመርያ ንበዓል ቤትኪ ዘይሃብክዮ ቦታ ንማንም ቀዳምነት ከይትህቢ ሓዳርኪ ዕውት ዝከውን ንስኪ ሕጉስቲ በዓልቲ ቤት ትኮኒ በዓል ቤትኪ ከም ዝተኸብረን ከም ዝተፈቕረን ኮይኑ ምስ ዝስምዖ ጥራይ እዩ። ዝኾነ ይኹን ሓሳብ እንተለኪ ንእሽተይ ይኹን ዓቢ ማንም ሰብ ከይሰምዖ ቀዲምኪ ንበዓል ቤትኪ ምንጋርኪ ክብረትኪ እዩ ዘርእዮ። ንሱ ዝበለኪ ነገር ሰሚዕኪ ምግባርኪ ብጣዕሚ እዩ ዘሓጉሶ። ስለዚ ሰዓሪት ክትከውን ትደሊ ጓል ኣንስተይቲ ንበዓል ቤታ ክብሪ ትህብ እያ። ሓደ ሓቀኛ ታሪኽ ክነግረኩም። ሓንቲ በዓልቲ ሓዳር ሰበይቲ ምስ በዓል ቤታ ናብ ብዙሕ ቦታታት ይኸዱ ነይሮም። ድሕሪ ብዙሕ ግዜ ግን ኣነ ኣይከይድን'የ፣ ተደሊኺ ንስኺ ኪዲ ክብል ይጅምር እሞ ናብ ቤተ ሰብ፣ ናብ ናይ እምነት ቦታ፣ ዝተፈላለየ ቦታ በይና ምኻድ ትጅምር። ናብቲ ናይ እምነት ቦታ ብተደጋጋሚ በይና ክትከይድ ከላ ናይቲ ቦታ ናይ እምነት መራሒ የስተውዕለላ እሞ በዓልቲ ሓዳር ምዃና እውን ይፈልጥ እዩ። ቅድሚ ሕጂ በዓል ቤታ ይመጽእ ስለ ዝነበረ ሕጂ ግን በይና ክትመጽእ ጠራይ እዩ ዝርኣ። ክሓታ ድማ ወሲኑ። በዓል ቤትኪ ንምንታይ ዘይመጽእ? እወ ንሱ ናብዚ ቦታ ክመጽእ ኣይደለየን። ኣቕሽሽቲ ወይ እቶም ናይ እምነት መራሕቲ ይኺዱ እምበር፣ ኣነ ኣይከይድን'የ ኢሉ ኢላቶ። ከምዚ እንተኾይኑ ሓደ ደብዳቤ ክጽሕፈሉ እየ'ሞ ሃብዮ በላ። ሽዑ'ቲ ቀሺ ደብዳቤ ጽሒፉ፣ ኩስቶ በሃል ብጣዕሚ ነኽብረካ ኢና። እዚ መልእኽቲ ክልእኸልካ ዝደለኹ ብጣዕሚ ካብ'ቲ ኣባኻ ዘለኒ ኣኽብሮት ዝተበገሰ እዩ። በዓልቲ ቤትካ በይና እንዳመጸት'ያ፣ ንዓኻ ብዙሕ ግዜ ኣይረኣኹኻን። ኣብ ገዛ እንተለኻ በዓልቲ ቤትካ እንታይ ክትገብር እያ ኣብዚ ትመጽእ? ምሳኻ ኰይና መግቢ ሰሪሓ ተትንከባኸበካ ምሓሸት። በዓልቲ ቤትካ ክትከውን እንተዀይና፣ ኣብቲ ንስኻ ዘለኻዮ ቦታ እዩ እምበር፣ በይንኻ ገዲፋትካ ናብዚ ምምጻእ የብላን። ስለዚ በዓልቲ ቤትካ ሕጂ ንገዛ ሰዲደያ ኣለኹ ኢሉ ጽሒፉ ይልእኸሉ። ከይዳ ድማ ንሰብኣያ ሃበቶ። እንታይ ደኣ ቀልጢፍኪ ተመሊስኪ? ኢልዋ። እቲ ናይ እምነት መራሒና እዚ ጽሑፍ ንዓኻ ክበካ ንገዛ ኪድ ኢሉኒ። ሰብኣያ ነቲ ደብዳቤ የንብቦ። ብጣዕሚ ይግረም። መን እዩ እዚ ጽሒፍዎ? ናትና ናይ እምነት መራሒ ሓቅኺ ዲኺ? እወ ትብሎ እሞ በቃ ዝመጽእ ዘሎ ሰሙን ብሓንሳብ ኢና ንኸይድ ይብላ ብሓንሳብ ድማ ይኸዱ ሰላም ተባሂሎም ይዕልሉ ሽዑ ከመይ ክትመጽእ ክኢልካ ምስ በሎ ብጣዕሚ ከመስግነካ እየ መጽየ ድሕሪ ሕጂ ኩሉ ግዜ ክመጽእ እየ ብዙሕ ግዜ ናይ እምነት መራሕቲ ቤተሰብ የዕሩኽ ብዓልቲ ቤትካ ናብ ሰብኣያ ዘይኮኑ ዝልእኽዋ ናብ ኣቶም እዮም ዝጎትዋ ንስኻ ግን ኣኽቢርካኒ ብዓልቲ ቤተይ ውን ክተኽብረኒ ስለ ዝገበርካ ብጣዕሚ እየ ዘኽብረካ ካብ ድሕሪ ሕጂ በዓልቲ ቤተይ ተኽቢራትኒ ወልሓንቲ ኣይደልን ንሳ እኮ ሂወተይ እያ ግን ልበይ ዝሰበሮ ምስኣ ወልሓደ ነገር ንኸይገብር ዝደፋፍኣኒ ናታ ኣኽብሮት ምስ ኣነ እዩ ንኻልኦት ሰባት ላዕሊ እያ ትሰቕሎም ብሰላምታ እውን ንኻልኦት ሓፍ እያ ትብለሎም ንዓይ ግን ከምቲ ንኻልኦት ትህቦም ክንዲ ርብዒ ከማን ኣይትበንን እያ ስለዚ ናታ በዓል ቤት ምዃነይ ባዕሉ የባሳጭወኒ ነይሩ። ሕጂ ግን ብጣዕሚ ክብረት ተሰሚዕኒ ብጣዕሚ እየ ዘመስግነካ ደቂ ኣንስትዮ ሰብ ሓዳር መስተውዓልቲ ኩና ብጥበብ ናይ በዓል ቤትክን ልቢ ምግዛእ ትኽእላ ኢኽን ናታትክን ፍቕሪ ዘይኮነ ናታትክን ኣኽብሮት እዮም ዝደልዩ ጥዑይ በዓል ቤት ኩሉ ሰብ ዝቐንኣሉ ኣቦ ጥዑይ ኣፍቃሪ ዝገብሮ መስተውዓሊት ጓል ናይ መጀመርያ ስርሓ ንበዓል ቤታ ምኽባር እዩ። ምስዚ ናተይ ሓሳብ ትሰማምዑ እተኮይንኩም ወይ ድማ ተፈቲኩሞ ሸር ሳብስክራይብ ብምግባር ሳፖርት ግበሩኒ ወይ ድማ ብዛዕባ እዚ ርእስቲ እዚ ርእይቶ ሕቶ ተለኩም ኣብ ታሕቲ ጸሓፉለይ ክርእዬ ከንብቦዬ ክምልሰልኩም እየ።